ሰላም ሰላም ኩራትን ፍትዋትን እና ቻናለይ ቤተሰብ ሃሚን ይኹም ደቂ ዓበይቲ ዋይ ዳሕና ዲኹም ኣነ ሰላም እያ ንስኻትኩም ድማ ሰላም ክትኾኑ እናተመንኹ ሎማዓንቲ ከምቲ ትሪእዎ ኣለኹም ሓድሽ ገዛ እየ ሒዘልኩም መፅየ እኒኹ ማለት እዩ ሓድሽ ገዛ ሒዘ ልምምፃእ ለግበረኒ ብዙሓት ሕዋተይ ኣብ ደብሪ ቦታ ኣለና ክነስርሕ ደሊና እንደገና ድማ ቤተሰብ ካርታ ዘይኣተዮ ኣይተስርሓ ኢሎምና። እስቲ ምኽሪ ክለግስና ወይ ደሞ ትፈልጥዮ ወይ ደሞ ዝረእኹዮ እንተሃሊ ኽእል ወልኩምኒ እስካብ መጨረሻ ስምዕዎ ቪድዮ ዝደረእኹዎና ላረእኹዎ ልመጻኹም ምኽረይ ከካፍለኩም እዮ ማለት እዩ። ልቻናለይ ሓደስ ሰንኹም ከምቲ ኩሉ ግዜ ልብለኩም ሳብስክራይብ ላይክ እናጎርኩም እተው ቤተሰብ ዝኾንኹም ድማ ላይክ እናገበርኩም ምትብባዕኹም ኣይፈለየን እናበልኩ ስለዚ ነኸድላ ጉዳይና ከምቲ ትሪእዎ ኣለኹም ኣብ ደብሪ ብዙሓት ገዛታት እዩ ዝስራሕ ኣሎ ኣብዚ ሕዚ ሰዓት ደብሪ ተቆፂሩ እንደገና ድማ ካርታ ክኣትየኩም እዩ ሓምሳ ሓምሳ ሽሕ ክፈሉ ተባሂሎም ብምሉኡ ሰብ እንግዲህ ካፍሉ ልምባል ይኣክል እዩ ምክንያቱ ካፍሉ እዩ ዋላ ማንም ሰብ ለካፈለ የለ ኣብ ደብሪ ኩላ ሓምሳ ሓምሳ ሓምሳ ሽሕ ካፊላ እያ ማለት እዩ እንታይ እየ ክብለል እየ ብዙሓት ኣሕዋተይ ቅድሚ ቅድሚ ቆፀረለ ለስራሕ ክነለኽን ኣብዚ ሕዚ ድማ መጀመርያ ይቆፀር እሞ ክነስራሕ ኢና ልበልኽን እውን ምስ ተቆፀረ እውን ዝሰረትኽን ኣለኽን ነፃ ቦታ እውን ከፍ ልበለ ኣሎ ምክንያቱ እስካብ ካርታ ካልመፅ እሞ ካርታ እንድሕር መፅኡ ሓደ እቲ ደዛይን ገዛ ካርታ ለኣተዩና ለይኣተዩ ሓደ ዓይነት እዩ ካልኣይ ነገር ደሞ ኣብዚ በተለይ በተለይ ኣብ ስደት ዘለና ካርታ ዘይብሉ ቦታ ሲ መሃንዲስ ክኣትዮ ከሎ ሲ ከፍርሰልና ደኾን ክኾን ወይስ ብድሕሪት ለከፍርሰልና ወይስ ብቅድሚት ለከፍርሰልና ወይስ መንገድና ዘይፈለጥና ኢና ብዙሕ ነገር ኢና ንጭነቕ ማለት እዩ ስለዚ ከምቲ ትርእይዎ ኣለኹም ደብሪ ብጣዕሚ ቦታታት ይስራሕ ኣሎ ብሱር ለይተሰርሐ ቦታ የለይ ብጣዕሚ እዩ ሰብ ለሰርሕሎ ማለት እዩ ከም ትርእይዎ ኣለኹም ብሊኮት እናተራገፈ በቃ ነፃ ቦታስ የለይ ልምባል ልኣክል ደልየ እየ መጀመርያ እንድሕር ተቆፂሩ ቦታ ተስራሓ ምንም ጥርጣሬ ዝበሃል የለይ እንታይ ምባል ደልየ እየ ከሲርካስ ኣይትቃርቢ ምባል ደልየ እየ ኣሕዋተይ ኣብቲ ናይ ዓዲ ዘሎ ሰብ መብዛሕትኡ ካብ ቤተሰብካ ምስማዕ ፅዋለ ኣድላይ እዩ ኣሕዋተይ ምክንያቱ ንሳቶም እዮም ዝፈልጥዋ ኣሕና ስደት ብቻ እዛ ገዛና ሰሪሕና ማእዚና እናኣትላ ዓድና ሰተት ኢለ ልኣትየላ ዓዲ ትፍጠረለይ ኢና ንብል በቃ ካብ ባዕለይ ድሒዞ ማለት እዩ ኩላትና ከምኣ ኢና ንብል ግን ከዓ እቲ ልመፅእ ኮተት እናፈለጥና ንኽድ እንታይ ንባል ደልየያ በተለይ በተለይ ኣብዚ ሕዚ ዘሎ ሕጊ ፍልይ ዝበለ ስለ ዝኾነ ዝተቆፀሮ ቦታ ምንም ችግር የብሉ ኢለኩም እየ ምክንያቱ ተስርሓ ትኽእላ ኢኹም ኣሕዋተይ ግን ከዓ እቲ ደዛይን ሓም ካርታ ዘለዎና ካርታ ላይ ኣትዎ ሓደ ዓይነት የኮነ ደዛይን ከዚ ኣብዚ ካርታ ዘለዎ ከዚ ናይ ሚእቲ ኣርባዓ ካሬ ኣሰራርሓ ለወይኑ ናይ ክልተ ሚእቲ ካሬ ኣሰራርሓ ለወይኑ ኣብዚ ሕዚ ዝተቆፀረ ቦታ ክልተ ሚእቲ ክልተ ሚእቲ ካሬ ኢና መብዛሕት ኢና ንገዝእ ማለት እዩ ሚእቲ ኣርባዓ ካሬ ልገዝእ የለይ ኣብ ከተማ ዋላ ይኹን በይ እንድሕር ካርታ ፕላን ንዓሉ ሓዘ ለየለሲ ሚእቲ ኣርባዓ ካሬ ዝበሃል የለይ ሕዚ እንድሕር ተቖፂሩ ካርታ እንድሕር ክኣትዮ ኮይኑ ክልተ ሚእቲ ካር ነበረ ሚእቲ ኣርባዓ ካር እዩ ዝወፅእ ወይ ደሞ ክወፅእ ልካለ ክኽእል ክልተ ሚእቲ ካር እዩ እንደገና ክልተ ሚእቲ ሓምሳ ይነበረ ድማ ክልተ ሚእቲ ይወፅእ ሰለስተ ሚእቲ ነበረ ድማ ክልተ ሚእቲ ሓምሳ ይወፅእ ሃሙ እናተገበረ እዩ መፅኡ ማለት እዩ ምክንያቱ ይቕንስሉ እዮም ምክንያቱ ናይ ኣርባዓ ናይ ሚእቲ ኣርባዓ ካሪ ልበይንን ናይ ክልተ ሚእቲ ካሪ ልበይንን መደዳ ኣለወን መቸም ርኢኹም ትፈልጡ ኢኹም ናይ ሚእቲ ኣርባዓ ካሪ ናይ ክልተ ሚእቲ ካሪ ናይ ክልተ ሚእቲ ሓምሳ ካሪ ብዙሕ ነገር ኣሎ ካርታና ፕላን ገዛና ዓላ ሓዘ ማለት እዩ እንድሕር ተቆፂሩ ቦታ ላብ መንግስቲ ኣቱ ማለት እዩ ምንም ጥርጣሬ ዝበሃል የለይ ካልኣይ ነገር ኣይ ይፅነሐልኸን ዶ እናለው ቤተሰብና መሃንዲስ እንድሕር ኣትይዎ ካርታ እንድሕር ትበሃዋ ኣብቲ ዝኾነ በቃ ለዓመታ ድዩ ለካልኣይ ዓመታ ድዩ ብዘየገድስ ኣብ ልመፀ መንግስቲ እምበይ ኣንሕና እንፈልጦ ተሃምር የብልና ኣብ መሃንዲስ ሕዚ ኣብ መሃንዲስ ልመፀ እዛ ክልተ ሚእቲ ካሬ እንድሕር ወፂኣ ትርፎ ኮይና ለሓደ ዶ እውን ንሓደ ዙም በዓል መንደርኩም እውን ንክልተ ሚእቲ ካሬ እንድሕር ወፂኣ ትር ኮይና እዚ ንዓልኩም ደዛይን ንዓልኩም ደዛይን በቃ እቱ ናይ መንደርክ ደዛይን ክተስርሒ ምክንያቱ እቲ መውፅኢኺ መእተይኺ ምዕር ዝበለ እዩ ዝኾን ካርታ ተቆፂሩ ሃምዚ ሕዚ ሃምደብሪ ማለት እዩ እንድሕር ተቆፂሩ ካርታ ዘይኣትዮ ይኾን ግን ይኸው ምስ ነፀላ መንደቕ እኳስ ኣየስርሕለይ ሰብ ማለት እዩ ኣብቲኣ ሓንቲ ገዛ ትኸዲ ዋላ ራዕ ዝበለ ይኹን ኣብቲኣ ሓንቲ ገዛ ትኸዲ ኣብቲኣ ሓንቲ ገዛ ትኸዲ ነፀላ መንደቕ እኳ ስለ ስራሕ ሰብ የለይ ማለት እዩ ምክንያቱ እዚ መሃንዲስ ስለለይ ኣተየ በቃ ጭርጭርጭርጭር እዩ እኒኦ ማለት እዩ ከምቲ ትሪእዎ ኣለኹም ከዚ ሚኢት ክልተ ሚኢት ካሮ እዩ ሃመይ ገይሮም የስርሑ ደው ተመልከቱ ገሊ ደዛይኑ ብጣዕሚ ቆንጆ፣ ገዛታቱ ኣሰራርሑ ቆንጆ። ካልኣይ ነገር ደግሞ ኩላ ነፀላ መንደቅ ነፀላ መንደቅ ነፀላ መንደቅ ናዚ ሓደ ነፀላ መንደቅ ናዚ ሓደ ነፀላ መንደቅ እዮም ተመዓራርዮም እንዲዮም ማለት እዩ። ድሓር ከዓ እቲ መንገዲ ከዓ ከመይ ኢሉ መሲልኩም ዳዕዳዓ መንገዲ ኢሉ ወይም በቃ ብጣዕሚ ደስ ዝብል ማለት እዩ እና እንታይ እየ ክብል ደልየ ኣብ ዝተቆፀሮ ቦታ ተኮይኑ ጥራሕ ንባዕልካ ደዛይን ኣሰራርሕ ገዛኻ እንደገና ደግሞ ድሓር ኩላ ደኺመሲ ለለድየ ካብዚ ገዛ እዚስ ናብ ሓደ ገዛ ክኸድ እንድሕር ኣጋጣሚ ኣልዒሎም ከዓ እንግዲህ መንግስቲ ኣይፍለጥ እዩ ብድሕረ ካለክ እዩ ብቅድሚት ካለክ እዩ መንገዲ እዩ ዝገዛ ሕስኽየኒ ኸዚ መንገዲ እዩ ልብል መንግስቲ እውን ኣሎ እንድሕር ካርታ ከኣት ይኮይኑ ማለት እዩ እዛ ገዛ እዚኣ ጠቕላላ ክትለዓል እያ ላብ ካልእ ኢኸ ክትኸድ እንድሕር ኢልካ መቸምስ በቃ ኢድካ ዘርጊሓ ኢኻ ትው ላብ ትኸደ ነገር የብልካ ብቻ ግን ቦታና እዛ ቅያር ቦታኽና እዛ ለስራሕኽና ገዛ ግን ግድን መንግስቲ ክበክን እዩ ኣብ ተሓረስኸ ማለት እዩ ኣብ ተሓራስን ናብ ነባር ትሕዝቶ በይዛኹም ሓዚ ሓደ ዓይነት ኮይኑ በቃ ኩሉ ብቅሺ እዩ ኮይኑ በቃ ኩላሲ ብቅሺ በቃ በተለይ ኣብ ትግራይ ዘሎ ከዚ ናይ ዓይነት ናይ ቦታ ኣሰራርሓ ኩላ ነገራ ብቅርሺ ብቅርሺ እያ ኮይና እኒኣ ስለዚ ኣብ ተሓራስ ይኹን ኣብ ነባር ትሕዝቶ ይኹን ኩሉ ሓደ ዓይነት እዩ እኒኦ ግን ከዓ መትል ሞት ኣሕዋተይ እንድሕር ትገዝኡ ኮንኩም ኣብ መትከልና ናይ መናእሰይ ዕድሎት ካልኣይ ነገር ድማ ኣብ ነባር ሕሰው ድመፀኩም ነገር ስለለየለ መብዛሕትኡ ማለት ኣብ ቆፀሮ ለለው ቦታ ቅድሚ ቆፀሮ ለስራሕ ሰብ እዮም ቢጥሉ ምክንያቱ እዚ ገዛ ልብድ ንገሮም ስለ ኣብ ገዛና ዘሎ ነገር ስለልኩዕዎ ያው እሱ ምንም ችግር የብሉ ምስ ገዝኡ ስለልተልዓለ ካልኣይ መንግስቲ ገበረ ስራሕ ነገር ስለሃዲስ ለያት ገሌሉ ሰብ ኣይጨናነቀይ ሕዚ ግን

ሓራሲ ቦታ ከይትገዝኣ ከይትገዝኣኒ እዚኣ ኩሉ ግዜ ልብለኪ ኣብቲ ሓራሲ ቦታ ከይትገዝኣ ምክንያቱ ሰብና ልባዓልና እዩ ምክንያቱ ብድሕሪት ድዮም ከጉድልና ብቅድሚትና ድዮም ከጉድልና ስለለይፈልጥና እቲ ኩላ ማዕረ ህንደይ ዓመት ማዕረ ሸውዓተ ዓመት ሸሞንተ ዓመት ኣብ ስደት ተቃሚት ከዓ ንሕና ኣብዛኛው ኣብዚኣ ኮይንና ከይደ ልዕርፈላ ዋላ ሓንቲ ገዛ ትፍጠረላ ኢና ንብል ግን ኣብዚ ዓድለሉ ሕጊ ከዓ ፍልይ ዝበለ ስለዝኾነ ኣሕዋተይ ኣስተውዕለ ቢና ወይ ደሞ ክንሰርሕ ወይ ደሞ ክንርኢ ኢና ዘለና ምክንያቱ ሃወትወትወትወትወት ናንበልካ ትርጉም የውልይ እቲ ገዛ እውን ፅራሕ ንጉሓድካዮ ስለልትኸድ ማለት እዩ ስለዚ ኣስተውዕለ ቢልና ንክድ ልማልደል እየ ግን ከዓ ዝተቆፀሩ ቦታ ትኮይኑ ከዓ ምንም ችግር የውልይ ተልዕልካ መንግስት ለ ቦታ ነፃ ቦታካ ክበካ ክኸል እዩ ካልኣይ ነገር ደሞ ትለ ስራሕካ ልገዛለ ክበካ ክኸል እዩ እስካብ ሎማዓንቲ ለሎ መንግስት እንግዲህ እንድሕር ተልዕልካ ቦታ ቀያር ክበካ እቱ ለስራሕኻሊ ገዛ እውን ልዛ ቦታ መስርሒት ቅያር ክበካ ኢና ላረእናየና እናተኻፈሉ ልመፁ ልረአና ብዓይንና ማለት እዩ ስለዚ ኣሕዋተይ መዓረይ ኣይተጨናነቃ ምክንያቱ ሲ ኣብቲ ሓራስ ኸይድኻ ክልተ ገዛ ሰለስተ ገዛ ድርንቕ ናነበርካዮሲ ድሕር ፅባሕ ተረዓል እዚ ተኣዩ እንድሕር ልለካ ኮይኑሲ ንስኻ ካብ ምንታይ ህይወት ትርክብ እዩ እና ኣስተውዕለ ብልክን ገዛ ትሰርሓ ተኮይንክን ኣስተውዕለ ብልክን ሓደ ሓደ ግዜ ለ ናይ ቤተሰብካ ዘረባ ምስማዕ ጽቡቅ እዩ ኣሕዋተይ ምክንያቱ ካብ ቤተሰብና ጥሒስና ለስራሓና ወይ ደሞ ልገዛእና ለ ብዙሕ ነገር ጉድኣቱ ብዙሕ ነገር ስለ ዘሎ እዩ ክብለኩም ደልየ ማለት እዩ ሓደ ሓደ ግዜ ካርታ ዘለዎ ገዛ ብጣዕሚ እዩ ደስ ዝብለካ ሓደ ብጎድኒ መኣስካ ኢካ ትድቅስ ምንም ሕርክራ ከይብልካይ ልድሓር እንድሕር ነባር ትሕዝቶ ኮይኑ ካርታ ዘይብሉ ግን ፕሮሰስ መዓት ስለ ዘለዎ ኣሕዋተይ ያው እሱ ዝሮ ዝሮ ንዓልኽን እዩ ልተቆጸረ ቦታ ተኾይኑ ክተስራሓ ትኽእላ ኢኽን ድሓር ከዓ ሃም ዝለክን ልኹ እዩ ብዙሕ ችግር እኳ ልመጽእ ኣይመስለኒ ስለዚ ናይ ልማዓንቲ ብዴና እዚኣ ትመስል ነይራ ብካሊእ ውዴስ ከዓ ካልመጽእ ስሰናዩ ደቂ ዓበይትዋየ ባይ ባይ።